ምድንናቕን ምብህሃልን ደቂ ሰብ ብባህሪኦም ካልኦት ሰባት ከድንቕዎም ይደልዩ ካብኡ እናወ ኸኣ መጻምቶም ከድንቕዎም ልዑል ድሌት ኣለዎም እዚ ኣብ ውሽጢ ዘሎ ገዚፍ ድሌት ኣብ ካልኦት ከም ዘሎ ተረዲኦም ናብ ካልኦት ከንጸባርቕዎ ዝፍትኑ ግና ኣዝዮም ውሑዳት እዮም። እዚ ሓሳብ እዚ ዳርጋ ኩሎም እቶም ስነ መውስቦ ዘጽንዑ ምሁራት ዝሰማምዑሉ ሓቂ እዩ። ንሕናኸ ንበዓል ቤትና ወይ ንበዓልቲ ቤትና፣ ብዝገብርዎ ወይ ብእትገብሮ ጽቡቕ ተግባራት ከነድንቖም ናይ ምድላይ ዝንባሌ ኣሎናዶ? እስከ ንገዛእ ውሽጥና ክንፍትሽ ይግብኣና። ባህርያዊ ዝንባሌናስ ከነድንቕ እዩ ዝፍትን። ንሕናኸ ኣድነቕቲ ዲና? ነዚ ንምምላስ ቅሩብ ምልስ ኢልና ንነብስና ኣብ መስትያት ክንሪኣ ይግብኣና። እሞ ኣድነቕቲዶ ትብለና ትኸውን? ዋላስ እንታይ? ብርግጽ ነዚ ጽቡቕ ባህሊ እዚ ዝረዓሙ ሰባት ይህልዉን ኢልካ መደምደምታ ምሃብ ይኸብድ ይኸውን። ክንደይ'ዮም እንተ ተባህሉ ግና ዳርጋ ዘየለዉ ብምባል ተኣማሚንና ክንምልሶ ንኽእል። ሎሚ ከም ትማል ኣይኮነን። ቆለጭ ኣብ ዝበለካ ሰዓት በትሪ ኣልዒልካ ንበዓልቲ ቤትካ ክትገርፍ ዘኽእል ባይታ እናጸበበ'ዩ ዝኸይድ ዘሎ። ትተሃራረም እንተደኣ ኔርካ፣ እቲ ናይ ምትህርራም ባብ መመሊሱ ይጸብብ ስለዘሎ፣ እቲ ዕድል ከም ድላይካ ዘጋላብጥ ኣይኮነን። ብተባዕታያዊ ትምክሕቲ ተባዒጥካ፣ ኣነዶ ትብል እንተደኣ ኔርካ፣ ሎሚ ብኸምቲ ትማሊ ዝነበሮ ክቕጽል ክትጽበ ወይ ድማ ክትጽሊ የብልካን። ደሓር ከኣ ካብ ሓይሊ በትሪ ሓይሊ ፍቕሪ ይጸንዕ። ብፍቕሪ ዘይርታዕን ዘይሰዓርን ዳርጋ የለን እንተተባህለ ምግናን ኣይኮነን። ስለዚ ሰባት ብምብህሃል ሽግሮም ክፈትሑ ደኣ እምበር ብበትሪ ተቓጣቒጦም ሽግሮም ንኽፈትሑ ዝፈቅድ ሕጊ የለን። ደሓር እውን ካብ ኣድማዕነቱ ፍሽለት እዩ ዝዛይድ። ሎሚ እንተ ብሕጊ ተማእዚዝና እንተ ንበዓልቲ ቤትና ምውቃዕ ድሕረት ኣብ ዝቑጸረሉ መዋእል ብምህላውና፣ ወይ ውን ፍቕሪ ኣምላኽ ንልብና ገዚእዎ ስሕት ኢሉ ዝረእ እኳ እንተኾነ ኢድናስ ካብ ወስታ ዘዕረፈት እያ ትመስል። እዚ ለውጢ እዚ ድማ ንግስጋሴ ፍቕርን ሓዳርን ኣዝዩ ሓጋዚ ምዃኑ ይረኣየካ። እስከ ንነብስና ኣብ ምድናቕ ንዘለዋ ሓይሊ ንጎርጉራ። በዓልቲ ቤትና ንዘቕረበትልና ጥዑም መግቢ ምርኩስ ብምግባር ነድንቕዶ ንኸውን? ማለት ጥዑም መግቢ ምስ ሰርሐት ከም ዘሐጐሰና ንገልጸላዶ ንኸውን? ዋላስ ልብና ብዛዕባ እቲ ጥዑም መግቢ እናተኣመነት ከላ ልሳንና ግና ብትምክሕቲ ተባዒጣ ናእዳ ቀቢራ ኣጽቂጣ ትተርፍ? ብኣንጻሩ እታ በዓልቲ ቤትና ዝሰርሐቶ መግቢ፣ ጨው እንተድኣ በዚሕዎኸ ኣጽቂጥናዶ ምበላዕናያ? ዋላስ እታ ኣብ ግዜ ኣድናቖት ትምክሕቲ ዝቖለፋ መልሓስና ንምንሻው ለውለው ምበለት? ማለት እንታይ ዓይነት መግቢዩ'ዚ? ኢልናዶ ነቲ መኣዲ ጠንጢንናላ ምኸድና? በሉ እቲ ሓቀኛ ገጽታስ ካብታ ጥዕምትን ጨው ዝበዝሓን መግቢ ክንረኽባ ንኽእል ኢና። መን እየ ኣነ ንዝብል ሕቶ እተን ክልተ ዓይነት መግቢ ክምለሳልና ይኽእላ እየን። ኣብቲ ምላሽና ድርብ መለክዒ እንተደኣ ጸኒሑ ምስልና ምምዕርራይ ከድልየና እዩ። እዚ ኮነ እቲ ግና ምድናቕ ኣብ ምድልዳል ሓዳርን ምኹስኳስ ፍቕርን ዓቢ ግደ ከም ዘለዎ ክንርስዕ ኣይግብኣናን። በዓል ቤታ ብዕዮ ገዛ፣ ቁመናኣ፣ ሞያኣ፣ ኣለባብሳኣ፣ መልክዓ፣ ቁናኣ ወይ ምሻጣኣ ወዘተ ዘድንቓ ሰበይቲ ኣመና ስለ እትሕጐስ መንፈሳዊ ብርትዐ ይስምዓ እሞ ንበዓል ቤታ ድማ ተኽብርን ተሓልየሉን። እቲ ኣብ ኤፌሶን ሓምሻይ ምዕራፍ ተጻሒፉ ዘሎ ሰበይቲ ንሰብኣያ ተኽብሮን ትተኣዘዞን ዝብል ቃል ድማ ብግልጺ ተፈጻምነት ይረክብ። ኣብ ሰብኡት እውን ንሱዩ ዝድገም። በዓልቲ ቤቱ ዘድንቕ ሰብኣይ ፍቕሩ ይውስኽ፣ ንበዓልቲ ቤቱ ዝያዳ ይፈትዋን የኽብራን። ብዘይ ከኣ ንኻልእ ኣይምነን፣ በቃ ንሳ ጥራይ ትኸውን እምነቱ። እወ፣ በቲ ኻልእ ሸነኽ ድማ እቲ ንሰብኣይ ዚምልከት የፍቅራ ተባሂሉ ኣብ ኤፌሶን ዝተጻሕፈ ንኺፍጸም ብርታዐ ይረክብ። እቲ ዘተ ወይ ምርድዳእ ናብ ምጕት ተሰጋጊሩ ናብ ዝበኣሰ ጽልኢ ከይሰጋገር ግና ክንጥንቀቕ ይግብኣና። ስለዚ፣ ኣብቲ ዘተ ልዝብ ናይ ኣቀራርባ ብልሓት ተጠቂምካ ሓሳብ ንሓሳብ ምልውዋጥ ኣብ ፍቕሪ ዓቢ ኣውንታዊ ኣበርክቶ ከም ዘለዎ ናይቲ ዓውዲ ፈላጣት የረድኡ። ነዙይ ድማ መጽሓፍ ቅዱስ ልኡምላሽ ቍጥዓ የህድእ፣ ተሪር ቃል ግና ኵራይ ዜልዕል ዚብለና። ኣብ ሓድሕድ ንዝተራእየ ጕድለት ንምእራም ድሕር ክብሉ ኣይግብኦምን። እቲ ኣራሚ፣ ነቲ ዝፈጸመቶ ጉድለት ጥራይ እናዘንጠለ ካብ ምዝራብ ክቑጠብ ኣለዎ። እቲ ዝሓለፈ ጽቡቕ ስርሑ ወይ ስርሓ እውን ኣብ ግምት ብምእታው ልዝብ ብዝበለ መልክዑ ንፍታሕ ክብገስ ይግባእ። እንተደኣ ንልዑላውነት ብዘንጸባርቕ ቃላት ክትገልጾ ወይ ክትዘተየሉ ፈቲንካ ግና ናብ ፍታሕ ገጽካ ክትከይድ ዝሕሰብ ኣይኮነን። ስለዚ ኣብ ኣተሓሕዝኡ ብጥንቃቐ እንተድኣ ዘይተገይሩ ነቲ ዝጸንሐ ሽግር ነዳዲ ከም ምውሳኽ ክኸውን ይኽእል እዩ። ስለዚ ከኣ'ዮም ኣማኸርቲ ስነ መውስቦ ንህሉው ምዉቕ ሓዳር ሰብኣይ ናይ ሰበይቱ፣ ሰበይቲ ናይ ሰብኣያ ድኽመት ኣብ ክንዲ ምምዝማዝ ንሽግራቶም ዝፈትሕ ብልሓት እናፈጠሩ፣ ነቲ ሽግር ንምፍዋስ ክጽዕሩን ብጽቡቕ ጎኖም ክደናነቑን ከም ዝግብኦም ዝምኽሩ ምድናቕ ንስምረትን ንድልዳለ ፍቕርን ኣገዳሲዩ ስለ ዝተባህለ ግና ንዝኾነ ነገር ከተድንቕ ኣለኳ ማለት ኣይኮነን ኣብ ህይወት ክድነቑን ክንቀፉን ዘለዎም ገጻት ብዙሓት እዮም ስለ ዝኾነ ኸኣ ነቲ ክድነቕ ዘለዎ ከነድንቕ ከሎና ነቲ ክእረም ዘለዎ ድማ ክንእርሞ ኣሎና። ንኣብነት ኣብታ ስድራ ገለ ዘይተደልየ ክስተት ክፍጠር እንከሎ ሰብኣይን ሰበይትን ተቓላጢፎም ብዛዕባ ክውንነታቶም ክመያየጡ ኣለዎም። ካልእሲ ይትረፍ ኣብ ጾታዊ ርክብ እኳ ጸገም እንተ ተፈጥረ ጸሊኡኒ'ዩ ወይ ከኣ ጸሊኣትኒ'ያ እናበሉ ምንፍፋሕ ፋይዳ የብሉን። ኣብ ሓዳር እቲ ወሳኒ ነገር ምብህሃል እዩ። ምብህሃል ዘይብሉ ሓዳር ቀጻልነት ክህልዎ ይከኣል ኢልካ ክንጽበ የብልናን። ንሽግራትና ብዘይካ ብምብህሃል ብኻልእ መገዲ ክንፈትሖም ኣይንኽእልን ኢና። ምብህሃል ክበሃል እንከሎ ግና ምብህሃል ብልዙባት ቃላት ማለት ምዃኑ ክዝንጋዕ የብሉን። እቶም ኣብ እዋን ምንዳይ ፍታሕ እንጥቀመሎም ቃላት ልስሉሳትን ንምክብባር ከም ዓንዲ ሕቖ ዝውሰዱን እንተድኣ ኮይኖም እቲ ሽግር ዘይፍታሓሉ ኣብነት የለን። እንተድኣ ከይንዛረበሎም ፈሪሕና ኣብ ዒብና ክንሕዞም ፈቲንና ግና፣ ጽባሕ ዝነትኩሉ ግዜ ምስ በሰለ፣ ተመጣጢርና ናብ ዘይነርክቦ ሰማይ ገጾም ብምዕራግ ንፍትሕ ክወልዱ ይኸእሉ'ዮም። እቶም ከይሓሰብካ እትውርውሮም ንልቢ ዘቕሕሩ ቃላት መንደረጋሕ ኮይኖም ክጸቕጡ ወይ ከኣ መርዚ ኮይኖም ክቐትሉ ስለ ዝኸእሉ፣ እቲ ዝዓበየ ጥንቃቐ ኣብ ምምራጽ መዛተዪ ቃላት ክኸውን ኣለዎ። ንርእይቶኻ ሽምጣጠ ከይሓወስካ ሃናጺ ብዝኾነ መልክዑ ንዘተ ኣውርዶ። እዚ ዘይተጓዳኢ ኣቀራርባ እዚ ፍታሕ ኣብ ምምጻእ ዓቢ ግደ ኣብ ርእሲ ምጽዋቱ ኣብ ኣእምሮ መጻምድትኻውን ዝዝከር ኣውንታዊ ስእሊ ክፈጥር ይኽእል እዩ። ናይ መጽናዕቲ ሰሌዳ ከም ዝሕብርዎ ደቂ ኣንስትዮ ብሓፈሻ፣ ኣድናቖት ይፈትዋ እየን። ናይ ደቂ ኣንስትዮ ኣድናቖት ናይ ምፍታው ባህርን ዝፈልጡ ደቂ ተባዕትዮ ግና ኣዝዮም ውሕዳት እዮም። ሰብኡት ነውጺ ኣይፈትዉን እዮም። ስለዚ ካብ ተጨቓጫቒት በዓልቲ ቤቶም ንምህዳም ተኸዊሎም ክውዕሉ ይመርጹ። እቲ ሽግር ከይተፈትሐን እናሰፍሐን እንተደኣ ከይዱ ድማ ተኸዊሉ ምሕዳር እውን ከተኣታቱ ይጅምር። እዚ ስጉምቲ እዚ ከኣ እቲ ናብ ሓደጋ ዘእቱ ዝለዓለ ስጉምቲ ምዃኑ እዩ። ኣብ መወዳእታ ነቲ ነቶም ድሌት መጻምድቶም ዘይርድኡ ኣብታ እዋን ፍቕራዊ ጸወትኦም ናይ ኣድናቖት ቃላት ዘይለዋወጡ ብዛዕባ ዕግበት ኮነ ጉድለት ኢሂን ሚሂን ዘይበሃሉ፣ ካብ ልቢ ዘይመሰጋገኑ፣ ዘይተኣራረሙን ተጻመቲ ፍቕሮም ኣይደምቀሎምን እዩ። ዝብል ናይ ፈላጣት ሓሳብ ደጊምና ክንጥምቶን ክንሓስበሉን ይግበኣና።